ሰላም ሰላም ኣብ መላእ ኩርናዓት ዓለም ትርከቡ ተኸታተልቲ ናይዚ መደብ ከመይ ቀኒኹም እንኳዕ ናብ መደብና ብድሓን መጻኹም ናበልኩ ሎሚ ድማ ከምቲ ልሙድ ቅዱስ ቃሉ ክንተሓታተት ኢና ኣብ ዝሓለፈ ሸውዓተ ሕቶታት ተሓታቲትና ነርና ሕዚ ድማ ሸውዓተ ሕቶታት ሒዘልኩም መጽ ኣለኹ ቅድሚ ናፍተን ናይ ሎማዓንቲ ሕቶታት ምባልና ግን መልሲ ናይቲ ዝሓለፈ ክንምልስ ኢና ማለት እዩ። ኣብዚ ዝተሳተፍኩም ክቡራትን ክቡራንን ኣሕዋተይ ቃለ ህይወት የስመዐልና ጸጋ በረከት የብዝሐልኩም። ብጣዕሚ ብጣዕሚ በተለይ ሓደ ሓደ እኒእኽን ጠንካራታት ብሓቂ ደስ ትብላ ማለት እዩ። ቅዱስ ቅንእ እውን ተቕንኣ ምኽንያቱ ልቲ ቅዱስ ቃሉ ቅዱስ ቅንእ ምቕናእ ቅንዕና እግዚኣብሔር ዝፈትዎ እዩ ብጣዕሚ ፈጣናት ቆልዑ እኒኤኸን ማለት እዩ ኣሕዋተይ መዓረይ ብድጋሚ ጸግኡ የብዝሐልኸን ቀጽላሉ ከምኡ ኢልኸን ናይ ስጋ እዩ ናይ ነብሲ ማዕረ ማዕረ ጎና ጎኒ ሒዝካዮ እንተ ደኣ ትጓዓዝ ኮንካ ብጣዕሚ ደስ በሃሊ እዩ ስለዚ ቀጽላሉ እየ ክብለክን ንደሊ እሺ እምበኣር ነቲ ቪድዮ ንዘይምንባሕ ቅድሚ ናብቶም ናይ ሎማዓንቲ ሕቶታትና ናይ ዝሓለፈ ሕቶ መልሲ ክነቐምጠሉ ኢና ማለት እዩ። ክንደይ ረኺብክን ኣብ ኮሜንት ጸሓፋለይ ክቡራት ቤተሰበይ ክንደይ ጽሒፍ ክንደይ ረኺብክን ኣብ ኮሜንት ጸሓፋለይ ማለት እዩ። ቁጽሪ ሓደ ናይ ዝሓለፈ መልሲ ኢና ንምልስ ኣለና ማለት እዩ። ኣዳምን ሂዋንን ዝነብሩሉ ገነት እንታይ ይበሃል? ሀ ኤደን፣ ለ ጌትሰማኔ፣ ሐ ገነት። ኣዳምን ሂዋንን ዝነብሩሉ ገነት እንታይ ይበሃል? ሀ ኤደን፣ ለ ጌትሰማኔ፣ ሐ ገነት። ስለዚ መልስና ሀ ኤደን እዩ ዝኾንሎ ሀ ኤደን ኢልክን ዝመለስክን ዝመለስኩም ሙሉእ መልሲ ይኾንሉ ዳርጋ ኩለኹም ረኺብኩም ጓይኹም ጸጉ የብዝሐልኩም ኩራት ቤተሰብ ካልኣይ ሕቶና ካብ ደቂ ኖህ ኣቦ ከነኣን ዝነበረ ዕርቃን ኣቦኡ ብምርኣዩ ዝተረገመ መን እዩ? ካብ ደቂ ኖህ ኣቦ ከነኣን ዝነበረ ዕርቃን ኣቡኡ ብምርኣዩ ዝተረገመ መን እዩ? ሀ ሴም ለ ያፌት ሐ ካም መ መልሲ የለን መልስና ሐ ካም እያ ትኾንላ እዚኣ ድማ ዳርጋ ኩሉኹም ቤተሰብ ረኺብኩምዋ ኢኹም ደስ ይብል ብጣዕሚ ጸግኡ የብዝሓልኩም የብዝሓልክን ሳልሳይ ሕቶና እቲ ንሙሴ ከም ኣፍ ኮይኑ ዝሰርሐሉ ሓዉ መን ይብሃል እቲ ንሙሴ ከም ኣፍ ኮይኑ ዝሰርሐሉ ሓዉ መን ይብሃል ሀ ኢያሱ ለ ኣሮን ሐ ካሌብ ሐ እያሱ ለ ኣሮን ሐ ካሌብ መልሱ ለ ኣሮን ኢልኩም ዝመለስኩም ሙሉእ መልሲ ቤተሰበይ ራብዓይ ሳኦል ወይ ከዓ ጳውሎስ ኣብ ዝኸደሉ እዋን ንኢየሱስ ዝረኸበሉ ከተማ መን ትበሃል? ሳኦል ወይ ከዓ ጳውሎስ ኣብ ዝኸደሉ እዋን ንኢየሱስ ዝረኸበሉ ከተማ መን ትበሃል? ሀ ኢየሩሳሌም ለ ደማስቆ ሐ ኣንጾኪያ ሀ ኢዮርሳሌም ለ ደማስቆ ሐ ኣንጾኪያ መልስና ለ ደማስቆ ኢልኩም ዝመለስኩም ሙሉእ መልሲ ቤተሰበይ ሓምሻይ በጺሕና ኣለና። ሙሴ ነቲ ዓሰርተ ትእዛዛት ዝተቐበለ ኣበይናይ ከረን እዩ? ሙሴ ነቲ ዓሰርተ ትእዛዛት ዝተቐበለ ኣበየናይ ከረን እዩ? ሀ ጽዮን ለ ሲና ሐ ሄርሞን ሀ ፅዮን ለ ሲና ሐ ሄርሞን መልስና ለ ሲና እያ ትኾንላ ቤተሰብ ሻድሻይ በፂሕና ኣለና ካብዞም ዝስዕቡ ነገራት ካብ ሰብ ጥበብ ንኢየሱስ ካብ ዝተውሃበ ካብ ዝተውሃብዎ ህያባት ዘይኮነ ኣየናይ እዩ? ካብዞም ዝስዕቡ ነገራት ካብ ሰብ ጥበብ ንኢየሱስ ካብ ዘይተውሃብዎ ህያባት ዘይኮነ ኣየናይ እዩ? ሀ ወርቂ ለ ዕጣን ሐ ብሩር። መልስና ብሩር እዩ ዝኾንሎ ክብራት ቤተሰበይ ምክንያቱ ወርቂ ዕጣኒ ከርበይ እዩ ኣቕሪቦምሉ ነይሮም ማለት እዩ እሺ ሻውዓይን ናይ መወዳእታን ኢየሱስ ተሓዘሉ ኢየሱስ ተተሓዘሉ ቦታ እንታይ ይበሃል ኢየሱስ ተተሓዘሉ ቦታ እንታይ ይበሃል ሀ ጌትሰማኔ ለ ደብረ ዘይት ሐ ፅዮን ሐ ጌትሰማኔ ለ ደብረ ዘይት ሐ ፅዮን ነዚ መልስና ሐ ጌተሰማኔ ኢልኩም ዝመለስኩም ሙሉእ መልሲ ማለት እዩ። ክቡራት ቤተሰበይ ጸጋ በረከቱ የብዝሐልኩም ኣብዚ ትሳተፉ ትሳተፋ ብጣዕሚ እዩ ደስ ኢሉኒ ለንብቦ ኣብ ኮሜንትኹም ማለት እዩ በተለይ ሓደ ሓደ እኒኹም ከምዚ ከምቲ ኣቐዲመ ዝበልኩ ከም ምንሕናሕ በቲ ቅዱስ ቃሉሲ ከም ምንሕናሕ ክትገብርዎ ከለኹም ዝያዳ ላጠንከርኩም ትኸዱ ማለት እዩ ብጣዕሚ ደስ ይብለኒ ውሽጢ እውን ተሓቱኒ ብዝተፈላለየ መንገዲ ታእያ መልሳ ክንደይ ረኺበ ናበልኩም ትሓትኒ እቲ ኣብ ውሽጥኹም ዘሎ ፍልጠት ንምዕቃን እቲ ቅዱስ ቃሉ ኣብ ውሽጥኹም ክንደይናይ ሒዝኩምዎ ከም ዘለኹም ንምዕቃን እዩ እሞ ቀፅልሉ ቀፅላሉ ብጣዕሚ እየ ዝፈትወኩም በእውነት ከምዚ ክትምልሱ ከምዚ ቅዱስ ቅነ ሓድረኩም ተሎ ብቲ ቅዱስ ቃሉ ብጣዕሚ እዩ ደስ ዝብል እግዚኣብሔር እውን ዝፈትዎ ሰብ እውን ዝፈትዎ እዩ እሞ ቀጽላሉ ቀጽልሉ ኩራት ቤተሰበይ። እሺ እምበኣር ናብቲ ናይ ሎማዓንቲ ሕቶታት ድማ ክንብል ኢና ማለት እዩ። ሸውዓተ ሕቶታት መሊስና ሸውዓተ ሕቶታት ድማ ክንተሓታተት ኢና ማለት እዩ ከምቲ ልሙድ። እሺ ቀዳማይ ሕቶና ናይ ሎማዓንቲ ሃወርያ ጳውሎስ ብጠቕላላ ንኽንደይ ግዜ ስብከተ ወንጌል ገይሩ። ሃወርያ ጳውሎስ ብጠቕላላ ክንደይ ግዜ ስብከተ ወንጌል ገይሩ? ሀ ክልተ ለ ሰለስተ ሐ ኣርባዕተ። መ ሸውዓተ ሀ ክልተ ለ ሰለስተ ሐ ኣርባዕተ መ ሸውዓተ ኻልኣይ ሕቶና ኢየሱስ ብመጀመርታ ክንደይ ሃዋርያት እዩ መሪጹ? ሀ ሸውዓተ ለ ዓሰርተ ሐ ዓሰርተ ክልተ ኢየሱስ ብመጀመርታ ክንደይ ሃወርያት እዩ መሪጹ? ሀ ሸውዓተ ለ ዓሰርተ ሐ ዓሰርተ ክልተ። ናይ መን ሰበይቲ እያ ነድሪ ጨው ዝኾነት? ናይ መን ሰበይቲ እያ ነድሪ ጨው ዝኾነት? ሐ ሎጥ። ለ ይስሃቅ ሐ ኣብርሃም ናይ መን ሰበይቲ እያ ነድሪ ጨው ዝኾነት ሐ ሎጥ ለ ይስሃቅ ኣብርሃም ራብዓይ በጺሕና ኣለና ክቡራት ቤተሰበይ ምሳይ ትሳተፍ ኣለኹም ክትኮኑ ተስፋ ይገብር ራብዓይ እቲ ንስጋ ኢየሱስ ኣብ ሓድሽ መቓብር ክቐብሮ ዝፈቐደ ሃፍታም ሰብኣይ መን ይበሃል እቲ ንስጋ ኢየሱስ ኣብ ሓዱሽ መቓብር ክቐብሮ ዝፈቐደ ሃፍታም ሰብኣይ መን እዩ? ኣብዚኣ ንእሽቶን ምስትብዓል ተድልየኩም እያ ክብራት ቤተሰበይ ጽቡቕ ጌርኩም ኣስተውዕልዋ ማለት እዩ። ዝፈቐደ እየ ልብል ኣለኹ። ሀ ኒቀዲሞስ ለ ዮሴፍ ዘኣርማትያስ ሐ ኣልኣዛር እቲ ንስጋ እየሱስ ኣብ ሓዱሽ መቃብር ክቀብሮ ዝፈቀደ ዝፈቀደ እየ ልብለ ክቡራት ቤተሰበይ እንታ ነብዚኣ ንሽን ተስተውዕላ ሃፍታም ስባኣይ መን እዩ ሀ ኒቀዲሞስ ለ የሴፍ ዘኣርማትያስ ሐ ኣልኣዛር ሓምሻይ ሕቶ ንኢየሱስ ብሳላሳ ክፍሊት ብሩር ኣሕሊፉ ዝሃበ መን እዩ? ንኢየሱስ ብሳላሳ ክፍሊት ብሩር ኣሕሊፉ ዝሃበ መን እዩ? ሀ ጴጥሮስ ለ ይሁዳ አስቆሮታዊ ሐ ቶማስ ንኢየሱስ ብሳላሳ ክፍሊት ብሩር ኣሕሊፉ ዝሃበ መን እዩ? ሀ ጴጥሮስ ለ ይሁዳ ኣስቆሮታዊ ሐ ቶማስ እሺ ሻድሻይ በፂሕና ኣለና ክቡራት ቤተሰበይ እቲ ምስ ሰበይቱ ሳፔራ ብዛዕባ ገንዘብ ንመንፈስ ቅዱስ ብምሕሳው ዝሞተ ሰብኣይ መን ይበሃል? ህ ኣናንያ ል ፍሊጶስ ሐ እስጢፋኖስ መ መልሲ የለን እቲ ምስ ሰበይቱ ሳፒራ ብዛዕባ ገንዘብ ንመንፈስ ቅዱስ ብምሕሳው ዝሞተ ሰብኣይ መን ይብሃል? ሀ ኣናንያ ለ ፍሊጶስ ሐ እስጢፋኖስ መ መልሲ የለን። ሻውዓይን ናይ መወዳእታን ሕቶና ኢየሱስ ዝተሰቐለሉ ቦታ እንታይ ይበሃል? ኢየሱስ ዝተሰቐለሉ ቦታ እንታይ ይበሃል? ሀ ቢታንያ ለ ጎሎጎታ ሐ ቤተልሔም ኢየሱስ ዝተሰቐለሉ ቦታ እንታይ ይበሃል? ሀ ቢታንያ ለ ጎሎጎታ ሐ ቤተልሔም ስለዚ ሕቶታትና እዚኦም ይመስሉ ነይሮም ክቡራት ቤተሰበይ ካብ መፈለምታ እስካብ መወዳእታ ምሳይ እናተኸታተልኩምኒ ከም ትፀንሑ በዓልቲ ሙሉእ ተስፋ እየ ኣብቲ ናይ ቀደመዋይ ክንደይ ከም ዝረኸብኩም ኣብ ኮሜንት ፀሓፉለይ ክቡራት ቤተሰበይ ናይ ሕዚ ድማ ብዝኸኣልኩምዎ መሰረት ያው ቃል ኣምላክ ኣይፈልጦን ኣይበሃልን ካብ ጌጋኻ ኢኻ ትመሃር መኩሩ ከይመኮርኩም ኣይትውፅኡ ክብለኩም ፈቱ ተሳትፎኹም ብጣዕሚ እዩ ደስ ዝብል ኮሜንትኹም ድማ ብደንቢ ገይረ እየ ዘንብቦ ደስ እናበለኒ እየ ዘንብቦ ማለት እዩ ምክንያቱ ንባዕለይ እውን ከንብቦ ከለኹ ብድጋሜ ልክዕ ከም ክለሳ ከምቲ ኩሉ ግዜ ልብሎ ክሕዞ ይገብረኒ እዩ ከምዚ ክሓተኩም እንተለኹ ኣነ ፈሊጠ ማለት ኣይኮንኩይ ያው እንደውም ክሓትት ተለኹ ጽቡቅ ገይረ ንክሕዞ ይገብረኒ እቲ ቅዱስ ቃሉ ደጋጊመ ስለ ለንብቦ ጽቡቅ ገይረ ክሕዞ ይገብረኒ እምበር ኣነ ንባዕለይ ድኽምቲ መንፈሳዊት እየ ክብራት ኣሕዋተይ ኣብ ትገብርዎ ጸሎት ብጸለትኩም ዘክሩኒ ብጸሎትና ንዛኻኸር ኣብ ዘለናዮ ከም ንፍለጥ ብዙሓት ጠንካራታት ብሃይማኖተን ኣለዋ ስራን ኣርባዕተን ሰዓት ካብቲ ቅዱስ ቃሉ ለይፍለያ እግዚኣብሔር ዝረድዐን ማለት እዩ ስለዚ ከምኣተን ክንኮን እግዚኣብሔር ኣምላክ ይሓግዘና ብመንፈስ ክንጥንክር ማለት እዩ እዚ ዉራት ቤተሰበይ ብቱና ሃናጺ ሪኢቶ ካብ ልቢ ካብ ልቢ እየ ዘመስግን ኣነ ዝከፍለኩም ነገር ዋላ ሓንቲ የለን ካብ እግዚኣብሔር ኣምላክ ርኸብዎ እዙይ ድማ ቅዱስ ቃሉ ስለልኾነ ያው ናተይ ድክመት ተይረኣኹም ናይተይ ድክመት ተይተጸባጸብኹም ኣብዚ መጺኹም ትሳተፉ ክቡራትን ክቡራንን ቤተሰበይ ድማ ክብረት ይሃበለይ ልኩለና ናይ ስጋይ ናይ ነብስይ ፈውሲ እዩ እቲ ቅዱስ ቃሉ እሞ ከምቲ ልብለኩም ናተይ ድኽመት ዘይኮንኩም ትሪኡ ናቱ ቅዱስ ቃሉ ብምርኣይ ተሳተፉ ክብለኩም ይፈቱ ክብራት ንክብራን ቤተሰበይ ክስካብ ሕዚ ምሳይ ስለ ዝጸናሕኩም ክብረት ይሃበለይ ኣብ ቀጻሊ ድማ ከም ፍቃድ እግዚኣብሔር ኣምላክ ብከምዚ መልክዕ ብካሊእ ፕሮግራም ክንመጽእ ኢና ክንራከብ ኢና ማለት እዩ ክሻብ ስዑ ሰሰናዩ ንኩሉ ወዲ ሰብ ይኹን።